ሰላም ሰላም ክቡራት ተኸታተልተይ ከመይ ውዒልኩም? ሰላም ዲኹም? ኣነ ሰላም ኣምላክ ይመስገን። ከመይ ዲኻትኩም? ዳሕና ዲኹም? ባርክስ ናይ ሎማዓንቲ ዴና እንታይ ክኾን ብዛዕባ ናይ ቦታታት ሕጋዊ ዘይሕጋዊ ቦታታት ብለብል እየ ሓቲቶም ፅያልኩም እኒኹ እዚ ትሪእዎ ኣለኹም ኣብ ከተማ መቐለ ኮይኑ ከባቢ ዓዲ ሓውሲ እየ ዝቆርፀልኩም ኣለኹ ብዓዲ ሓውሲ ብዲያስፖራ ሰብዓ ካሬ ቦታ ሕጋዊ ጠይቕካ ምፅና ለልክና ንሕዋተይ ብሕታኻን መሰረት ክሓትት ናብ ከተማ መቐለ ካይደ ማለት እዩ መቐለ ኮይኑስ ዓዲ ሓውሲ እዩ ዝትሪእዎ ኣለኹም በስማም ደስ ክብል ትሪእዎ ኣለኹም በቃ ስዑዲ ዓረብ እዩ ዝመስል እቲ መንደርሲ ብውሽጢ ከተማ ብዙሕ ደስ ኣይብል ብወሰና ወሰን እኒኦ ብዲያስፖራ ትሪኡ ኣለኹም ብዓዲ ሓሱብ ዲያስፖራ እኒኤ ገዛታት ብጣዕሚ እዩ ቆናጁ ካብኡ ድማ ሕጋውያን እውን ኣሎ እዩ ካብ ሕገወጥ ሕገወጥ እውን ኣሎ እዩ እቲ ሕገወጥ ሃመ እዩ እቲ ሕጋዊ ሃመ እዩ ብደንብ ገይረ ክነግረኩም እየ መጀመርያ ግን ላይክ ገይርኩም እቶ ቤተሰብ ይርሃንኩም ሰብስክራይብ ንገርኩም ቤተሰብ ኩኑ ማለት እዩ ዝትርእዎ ኣለኹም ፎቃቱ እዚ መንደር እዚሲ ስዑዲ ይመስሊ ርእይዎማ ተሰራርሑ ዲዛይን ክፅብቕ ብጣዕሚ እየ ተደኒቐ ንመጀመርያ ግዜ እቲ ከባብታት እዚ ሰብዓ ካሬ ዲያስፖራ ዓዲ ሓውሲ ኩላ ክፈልጣ ንመጀመርያ ግዜ ድማ ኣንቲ ማለት እዩ እና ርኣይዎ እዚ እዚ እንታይ እዩ ዝበሃል ዝኾነ ድርጅት እዩ ናይ መንግስቲ ማለት እዩ ግን እቲ መንደርሲ በቃ ኣለኩም ሃምዚ ርያድ ጅዳ ናብ ዝኾነ ወሰን ከተማ ትወፅእ ተለኻ ለሎ ከባቢ ልክዕ ሃሙ እዩ ዲዛይን ብጣዕሚ እዩ ፅቡቕ እና ኣብዝታት እየ ተዓዝየ ክጥይቕ ከለኹ ሕጋዊ ተብሂሉ ብፎርጅት ወረቀት እልትፈረመ ምንም መንግስቲ ለይፈልጦ ኣብ ቤት ፍርዲ ማሕበራዊ ቤት ፍርዲ ለይተፈረመ ምንም ለይፈልጦ መንግስቲ ለይፈልጠስ በቃ ብደጋዊ ስምምዕ ጌርካ ተፈራሪምካ ሽማግለታት ምስክር እከለ እከለ ኢልካ በቃ ብደጋዊ ስምምዕ ጌርካ ተፈራሪምካስ ሕጋዊ ይኾን። እዚ ግን ትክክል የኮነይ ክንደይ ሰብ ትሸዊዱ ተጠሊሙ ኣብ ልቀነሰ ቀኒሶም ኣብ ልሸጥዎ መዓልቲ ብደጋዊ ስምምዕ ገይሮም ጽሒፎም ንክመስል ልኮነ ለይጥቃቂ ወረቀት ትፋራሪሞም ገለ በቃ ሕጋዊ ይገርዎ መንግስቲ ግን ውሽጢ የፈለጠይን እዮም ብዚ ኩነታት እዚ ማንም ዘይተሸወደ ሃፍታም ወይ ከዓ ዘይተሸወደ ቦታ ዝገዝአ የለይ ሕጋዊ ተውልስ በይዛኹም ብደገ ስምምዕነት እኒኦ በቃ ወረቃቅቲ ልፅሓፍ ልክዕ ከም ሕጋዊ ሸይጠልካ ይከለ ሸዋጢ ይከለ ገዛኢ ምስክር ምነ ይከለ ናይ ሸዋጢ ምስክር ይከለ ናይ ዓዳጊ ምስክር ይከለ ኢልካ ይፀሓሓፍ እሞ ካብኡ እቲ መንግስትስ ምንም ዘይፈልጦ ክጠልም ተደለየስ በቃ ይጠልም እዚስ ሕጋዊ የኾነ ሃምሊ ሸጣ ጸሓፍሎ እዩ ኣብቲ ወረቀት ማለት እዩ ግን እቲ መንግስትስ ምንም የፈለጠይ ልምታይ ኣብ ቤት ማሕበራ ፍርዲ ኣብዚ ዋና ዋና እንትን ከይድካ ዝፈራረሙስ ኣይረኣለይ ኣይኣቱለይ ብጣዕሚ ዓብዪ ጥንቅቃ ንግበር ኣብ ደገ ኮይንኩም በተለይ ትገዝኡ ኣሕዋተይ ሕጋዊ ትገዝኡ ብደንብ ገይርኩም ነቲ ልዕድገልኩም ሰብ ልቲ ልሰማምዐልኩም ሰብ ልቲ ቦታ ልርእየልኩም ሰብ ብደንብ ገይርኩም ኣጠንቀዎ ክንደይ ሰብ ይጥለም ኣሎ ምስ ከበረ ምስ ቀነሰ በቃ ተን ገንዘብካስ ክንምልሰልካ ኢና ኢሎም ማዕረ ዳብ ህንደይ ሞጎት ላብ ህንደይ ብኣሲ ልወፅሑኒኦ ብስንኪ ቦታ ማለት እዩ ግን እዚ እንታይ ኢና ክንገብር ኔና እዚ ልዙይ ግን ቅንስ ልበለ በቃ ምንም በቃ ብሽማግለታት ኣለኩም ብሽማግለታት ልውዳእ ካብ መቐለስ ውፅ ኢልካ ናብ ገጠራት ንኣይና ለም ንሓርጉሽን ሻታት ውፅ ኢልካ ብደጋዊ ስምምዕነት ክንደይ ነገር ብሚእቲ ክልተ ሚእቲ ዝተገዝአ ብሚልዮናት ዝሽወጥ ኣሎ እዚ ብእምነት ማለት እዩ ካብ ሕጋዊ ክልተ ሚልዮን ሰለስተ ሚልዮን ሂብካ ትጥለም እሱ ልሱ እቲ ካብ ሕገ ወጥ ልኾነ ገዚእኻ ብእምነት ብእግዚኣብሔርካ ኣሚንካ ልተርትፈሉ ይበልጽ። ኣብዚ ሓጊ እንታይ ኢና ንሽወድ ደብደገ ኮይንና ሕጋዊ ተዘይኮኑስ ክጠልሙና እዮም ሕጋዊ ይረእየልና ይብሉ ጓላት ይኹኑ ደቂ ተባዕት ይኹኑ ሕጋዊ ርእየልንያ ልብል ብዙሕ እዩ ሕጋዊ ኮይንለሲ ኣብ መንግስቲ ለይፈልጦ ብደገና ተፈራረሙሲ ክንደይ ተጠሊሞም ክንደይ መንግስቲ እውን ከምዚ ብከምዚ ከምዚ መንገዲ ልትገዝአ ልትሸወጠ ተቐባልነት የብሉን ኢሉ ካብ ሕጊ ወፃኢ እተገብረ ተሎ እንደየናይ ሃም ንስምዐካ ፍለጡ። ብጣዕሚ ዓብዩ ጥንቃቐ የድልየና የሕዋተይ መዓረይ ኣብዚ ቦታሲ በቃ ከምኡ ዕድል ኢልካ ዶ ናብቲ ወሰና ወሰን ስኢልካ ነባር ትሕዝቶ ናይ መናእሰይ ትገዝእ ኣለኻ እዩ በቃ እግዚኣብሔር ከ ኣሚንካ ማለት እዩ እምበር ሕጋዊ ኮይንለሲ ክንደይ ልገዝ ልጠልም ክንደይ ስኢል በቃ እዚ ሕገ ወጥ ሕገ ወጥ እዩ እዚ ካርታ የብሉ ኢሎም ማዕረ ለፍርስዎን እዩ ሞንደ ምልዮናት ሂብካ ሕጋዊ እዩ ተዊልለይ ብደጋዊ ወይ ከዓ ውሽጣ ውሽጢ ስኢሉ ምንም መንግስት ዘይፈልጦ ልውዳእ ነገራት እኒኦ ግን ንክንደይ ሰብ ጭንቂ ሕማም የውድቑ ኣሎ ሞንደ ምልዮን ሂቦም ገዚኦም በተለይ ካብ ስዑዲ ዓረብ ውጪ ኣብ ካልእ ዓዲ ልነብሩ ሸውዓተ ሚልዮን ሸሞንተ ሚልዮን ሂቦም ይገዝኡ እሞ ካብ ኣብ ውሽጢ ግን ዝኾነ ሕርኽርኽ የጋጥም

ተሜስካ ናብ ጭንቀት ይእተ ኣሎ ብምልየንካ ብቅርሽካ ማለት እዩ ንዓውይ ጥንቃቀ ንግበር ጉድን ሕጋዊ የኮነ እዩ እቲ መጠቃለሊ ቪድዮ ናተይ ጉድን ሕጋዊ ለይኮነስ ሕጋዊ ኮይንለሲ ውሽጡ ብዙሕ ሕርክራክ ብዙሕ ለይትፃረየ ነገር ንእዎ እዩ ልማል ደልየ እቲ ቪድዮ እዚ ልሰርሐልኩም ኣለኩ ካብዚ ሎማዓንቲ ጠይቀ ሓቲተ ለግነክዎ ሓበሬታ ክንደይ ክንደይ ክንደይ ብሕጋዊ ኮይንለ ውሽጡ ክንደይ ሕርኽርኽ ዘለዎ ነገር ለይተወደአ ነገር ማለት እዩ ብሓፂሩ ለይተወደአ ነገር ውሽጡ ኣለዎ ክንደይ ልስተኻኸል ሓድሻዕቲ ካርታ እዚ ትክክለኛ ይኾነ ይበሃል ሓድሻዕ ክንደይ ለጋጥመን ሓንቲ ቆልዓ ለጋጠመን እዩ ሕጋዊ ኢላ ገዚኣ ባዕላ ህንደይ ህንደይ ህንደይ ቅርሺ ማዕረ ክልተ ሰለስተ ሚእቲ ኣውጺኣ ዘስተኻኸለቶ ትክክለኛ ናብ ሕጋዊ ዝገበረቶ ባዕላ ኣላ ባዕላ ልነገረትኒ ደዊላ ማለት እቲ ቪድዮ እዚ ሰምዓያ ጅግና ሓፍትና መጀመርያ ግን በቃ ሕጋዊ ተቢላ እያ ተሸይጣ ተሸይጡላ ኣብ ውሽጢ ግን ክንደይ ዘይተወደአ ነገራት ነይርዎ እና ዓብዪ ጥንቅቓ ንግበር ካብ ሃምዚ ግን ኣለኩም ኣብቲ ንሕና ንነብሮ ወሰና ወሰን ንኣብነት ራንዳ ልትፈልጦ ብቲ ናተይ ከባቢ ተሃሊኽን ራንዳ ታሕታ ሻፋት ታሕታ ሻፋት ዘዳ ማርያም ማለት እዩ ኣብኡ ንኤኽን እንዲያም ብእሞ ልትድውላለይ ዋላ ኣብ ዩቲብ ተኸታተልተይ እውን ኣብኡ ልገዛእኽን ኣለኽን ብዙሓት ኣብኡ ካዚ ዳርጋ ሕጋዊ ናኾነ እዩ ማለት ብቕናሽ ቅርሺ ኣምዚ ብምልዮናት ገዚእኻ ናይ መቐለ ዝኾነ ችግራት ልገጥም ለለይኾነስ ብቅናሽ ዋላ በራዕተ ሚእቲ ብሰለስተ ሚእቲ ገዚእካስ ከዚ ናብ ስምካ ዜርካ ኣብ ቆጸራ ኣቲካ ቅጥዒ መሊእካ ናብ ካርታ ምባል ውን ኣለዩ። እና ኩቡራተይ ብጣዕሚ ዓብይ ጥንቃቀ የድልየክን ኣላባና ገጽ ኣነ ብባዕለይ ብባዕለይ ተጠያቅነት ብባዕለይ ውሕስነት ኣብ ከባቢ ሻፋት ሓርጉሽ ሸገር ገንበዝ እዚ ብምሉኡ ብልሓሸ ዋጋ ዕዳጋ ገዚእኻ ንመፃኢ ደሞ ናብ ፅቡቕ እንትን ክኸደልኽን ክሳብ ተኣታ ክሳብ ተስርሐኦ ማይ ኣትይዎ መብራህቲ ኣትይዎ ክፀንሐክን ብዙሕ ብዙሕ ቆንጆ ቆንጆ ቦታታት ኣለክን ካብ ስር ኢልካ ሕጋዊ ንዓዲ ሓውሲ ንዓዲ ሓ ንመቐለ ክትጥይቕ ካብ መቐለ ውፅእ ኢልኽን ባዕልኽን እቲ ገንዘብ እውን ቅንስ ለበለ በቃ ኩሉ ነገርስ ብጣዕሚ ብልሐሸ እንትን ጌርካ ልግዛእ ቦታታት ኣለክን ግዝኣ ማለት እዩ ካብኡ ከዓ ዳንደራ ሚእቲ ሓምሳ ክልተ ሚእቲ ኣሎ ቁፅሪ ስልኪ ገለ ልበልክን ኣጋጣሚ ኮይኑ ቁፅሪ ይሃባኒ ይሃውኒ ግን ሚእቲ ሓምሳ ክልተ ሚእቲ ኣሎ እዩ ሞሊኡ ክልተ ሚእቲ ካሬ ኢሎም ናሱ ኢሎም ዞም ሰባት ኣብቲ ከባቢ ልሸጡ ኣጋጣሚ ቁፅሪ ሓዝናይ ኣምፅያ ሓውሰዋ ትደለኽን ኣሸጎዳ ትደለኽን ዳንደራ ትደለኽን ኣብ ኩሉ ቦታ ሞሊኡ እዩ ግን እንታይ እቲ ችግር ብለይ ገዛኣ ከዓ ከርተት የብላኻ ከይድ ክረአዮ ኣጢ ክጠይቐለይ ምናምን ምናምን ኢለናኻ ክንደይ ኣድኺመናኻ ይተርፋ እሞ በቃ ድኻም ኮይንካ ትተርፈሉ መዓልቲ እውን ኣሎ። ብቻ ቁፅሪ ስልኪ ኣብ ዩቱብ ክፅሕፈልኽን ደዊልኻን ባዕልኽን ተብላ ትኽእላ ኢኽን። ሎማዓንቲ ግን ዓዲ ሓውሲ፣ ዓዲ ሓ፣ ዲያስፖራ ላሓተትኹ እየ ውዒለ ማለት እዩ። ልኣኽን ክብል መስዋእቲ ከፊለ ስራሓይ ስለልኾነ ቀረፃ ኢለ ከይደ ትሪኦ ኣለኹ እዚ ዲያስፖራ እዩ ካብኡ ግን ነቲ ሕጋዊ ነገር ከውግዕ እንተለዉ እቶም ልባማት ካን ኣይፈልጡን እዩ ኣብ ቤት ሰባት ሕጋዊ ኮይንለ ኣብ ውሽጢ ክንደይ ሕርኽርኽ ለይትወድአ ነገር ኣለዎ እዩ ክፈልጦ ኣለዎን ትፈልጥ የለለክ ስለለወኒ ንዓኹም ክትጥንቀቑ ገይረ ማለት